ተከታተልቲ መደብና ከመይ ቀኒኩም እንደገና ድማ ሎሚ ብካልእ ፕሮግራም ክንራከብ እግዚኣብሔር እዚ ዕድል እዚ ስለዝሃበና ኣዚና ነመስግኖ ነፍስና ብዝብል ኣርእስቲ ብቀጻሊ ክንመሃር ኢና ሎሚ ንመሃሮ ብዛዕባ ባህርያት ናይ ወዲ ሰብ ዝብል እዩ ስለዚ ብሓደ ንከታተል።
ብዛዕባ ነፍስና ክንዛረብ ካብ ኮና፣ ነብስና ማለት እታ ናይ ውሽጢ ማንነትና ምዃና ክንርዳእ የድሊ። ማለት ወላ እኳ ብስጋና እንተተገልጸ እቲ ንፈትዎን ዘይንፈትዎን እቲ ደሕጉሰናን ዘሕዝነናን ኩሉ መን ምዃንና ማንነትና ኩሉ ኣብ ነፍስና ኣብታ ውሽጥና ዘላ ክፍለ ኣካልና እያ ትርከብ። ስለዚ መን እየ ክንብል ከለና እንታይ እዩ ባህርየይ ክንብል ከለና እቲ ነፍስና እያ ንዛረብ ዘለና ብዛዕባ ነፍስና ኢና ንገልጽ ዘለና ስለዚ እዩ ድማ ነፍሰይ ትፈትዎ ከምዚ ነፍሰይ ዝጸልእ እናበልና ንዛር ብርግጽ ከነስተውዕሎ ከም ዝንኽእል ከምቲ መልክዕና በበይኑ ዝኾነ ባህርያትና ኩሉ በበይኑ ድማ ኩላትና በበይንና ኢና ጠባይና ባህሪና እንፈትዎ ዘሐጉሰና እንጸልኦ ደስ ዘይብለና ዘጉህየና ዘብክየና በበይኑ እዩ ኣጋላልጻ ስምዒትና ውን በበይኑ እዩ ክንሕጎስ ከላና እንኾኖ ክንሓዝን ከለና እንኾኖ ኩሉ በበይኑ ወላ ማናቱ ክልተ ማናቱ ጠባያን በበይኑ ይኸውን ጠባይ ሰብ ምፍላጥ ኣዝዩ ወሳኒ ነገር እዩ። ምኽንያቱ ቀዳማይ ባህሪና እንተፈሊጥና ዘሐጉሰና፣ ዝኸብደና፣ ዘጉህየና፣ ዘጸግመና ንፈልጥ እሞ ንሰባት ክንገልጸሎም ንኽእል፣ መን ምዃንና ክንሕብሮም ንኽእል። ናይ ካልኦት ሰባት ክንፈልጥ ከለና ብሕልፊ ቀረባና ምሳና ዝኾኑ ሰባት፣ እንረኽቦም ሰባት ብቐረባ ብዛዕብኦም ክንፈልጥ ከሎና፣ ስሌኦም ክንሓሊ፣ ስሌኦም ክንጥንቀቕ፣ ዝሕግዞም ክንገብር፣ እቲ ዘጉህዮም ድማ ንኸይንገብር ይጠቕመና ማለት እዩ። ስለዚ እንተ ደኣ ባህርያትና ፈሊጥና ስለ ርእስና ንዛረብ ሕጂ። ባህርይና እንተ ደኣ ፈሊጥና ከነመሓይሾ እንኽእል ነመሓይሽ። እቲ ክንዕቅቦ ንደለና ድማ ጽቡቕ ስለ ዝኾነ ክንሕዞ ዘለና ድማ ንዕቅቦ። መን ኢኻ? መን ኢኺ? እንታይ ባህሪ ኣሎካ? እንታይ ባህሪ ኣሎኪ? እስኪ ንነብስኺ ግለጽያ እንተትበሃል ወይ ንነብስኻ ግለጻ ተንበሃል እንታይ ምበልና? ኣብ መጽሓፍ ቅዱስ ኣብ ሉቃስ ምዕራፍ ትሽዓተ ቁጽሪ ዓሰርተ ሸሞንተ ክሳዕ ዕስራ የሱስ ክርስቶስ ንደቂ መዛሙርቱ ከምዚ ኢልዎም ሰብ መን እዩ ይብሉኒ ንስኻትኩም ከ መን እዩ ትብሉኒ ኢሉ ሰብ መን ይብለኒ እቶም ዝርእዩኒ ዘለዉ ሲ መን እዮም ይብሉኒ መን እየ ይብሉኒ ኢሉ የሱስ ክርስቶስ ሓቲቱ ኣብዚ ክንዝንግዖ ዘይንኽእል መቸም ብርግጽ እቲ ፍጹም ሰብ ፍጹም ኣምላኽ ዝኾነ የሱስ ክርስቶስ ልቢ ሰባት ኩሉ የንብብ ከም ዝነበረ ፍሉጥ እዩ። ስለዚስ ጠፊእዎ ወይ እንታይ ሓስቡ ረሲዑ ወይ ክፈልጥ ኢሉ ኣይመስለንን። ምኽንያቱ ንሱ ኩሉ ውሽጦም ይፈልጥ ነበረ እሞ ተባሂሉ ተጻሒፉ ኣሎ ብዙሕ ቦታ። እንታይ ይሓስቡ ከም ዝነበሩ ይፈልጥ ነይሩ እናበለ ካብ ተጻሕፈ ከምኡ ከኣ ሓቂ ስለ ዝኾነ እቲ ፍጹም ኣምላኽ ዝኾነ የሱስ ክርስቶስ ኣብዛ ምድሪ ከሎ እንታይ ከም ትሓስቡ እንታይ ከም ትመልስሉ ጠፊእዎ ኣይኮ ጠፊእዎ ይኮን ግና እንታይ ኢሉ ሓቲቱ ሰባት ሰብ መን ይብለኒ ንዓይ ንስኻትኩም ከ መን ትብሉኒ? ደሓር ዝመለስሉ ምላሽ ትዝክርዎዶ? ገሊኣቶም ዮሃንስ መጥምቕ ይብሉኻ ኢሎም፣ ገሊኣቶም ኤልያስ ይብሉኻ ኢሎም። ሓቂ እሱ ዮሃንስ መጥምቕ ድዩ? ኣይኮነን። ብሓቂ ንሱ ኤልያስ ድዩ? ኣይኮነን። ግና ካብቲ መስመር ብዙሕ ርሑቕ ግን ሓሳብ ኣይሃቡን። ንስኻ ኢሎምሲ ዘይከውን ባህሪ ኣየምጽሉን። ምክንያቱ ናይ ዮሃንስ መጥምቕ ዝመስል ባህርያት ነይርዎ። ገለ ካብቲ ናይ ዮሃንስ መጥምቕ ተጸበዮ ባህርያት ከንጸባርቕ እዮሞ ገለ ድማ ካብ ናይ ኤልያስ ዝመስል ባህርያት ምስ ረኣዩ እዮም። ኤልያስ ትመስል፣ ንዮሃንስ መጥምቕ ትመስል። ኢሎም ዝተዛረቡ። እዚ ድማ ናይ ሓቂ ምናልባት ክሓቱ ንነብሶም ኢሉ ዶ ሓቲትዎ ይኸውን? ማለት ንሶም እውን ጽንሕ ኢሎም ተመሊሶም መን እየ ክብሉ ሰባት መን ይብሉኒ ንኽብሉ ናባና እውን መጺኡሲ ንሕና እውን መን እዮም መን ይብሉኒ ሰባት ኢልና ክንሓትት ንኽገብረና ኢሉ ዶ ይኸውን? ግን ዓብዪ በረኸት እዩ መን ይብሉኒ ኢልካ ሰባት ምሕታት። መን ኢሎም ይፅውዑኻ? መን ኢኻ? መን እየ ኣነ? ብዛዕባይ ክዛረቡ ከለዉ እንታይ ትሰምዕ? ሓሓንሳብ ነቲ ዋና ይንገሮን ንኻልእ እዩ ዝንገሮ። ብዛዕባይ ንኻልእ ይዝረብ ኾኑ እዚ ኣይጠቕመንን እዩ ሓቂ እዚ ሕሜት እዩ እቲ ዝጠቅም ነቲ ሰብ ክትነግሮ እዩ ግና ሰባት ወላ ክሓሚ ከለዉ ከ እንታይ ይብሉ ብዛዕባ እዩ ብዛዕባኻ ብዙሕ ዓይነት ባህሪ እዩ ዘሎ ፅቡቕን ሕማቕን ብምንታይ ንግለፅ ብምንታይ ሰባት ይፈልጡና ብዛዕባና ክዛረቡ ከለዉ ሲ እንታይ

ብሽግር ክሓልፍ ከሎ ገለ ሕማቕ ክመጽእ ከሎ ብትዕግስቲ ዝሓልፍ እዩ። ገሊኡ ህዉኽ እዩ። ትዕግስቲ ዝበሃል ይውሕዶ፣ ገሊኡ ድማ ትዕግስቲ ዘለዎ እዩ። ክጽበ ጸገም የብሉን። ገሊኡ ብዙሕ ብነጻነት ድላዩ ዝኸውን ሰብ እዩ። ደስ ዝበሎ ይዛረብ፣ ደስ ዝበሎ ይገብር፣ ተመሊሱ ድማ ለጥ ኢሉ ይድቅስ። ገሊኡ ድማ ተጠንቂቑ እዩ ዝዛረብ፣ ውሑድ ይዛረቡ። ካብተን ውሑድ ተዛረበን ድማ ምስ ተመልሰ፣ ንምንታይ እዚ ከም ዝበልኩ፣ እዚኣ ምባለይሲ ንከለዶ ኣሕዚኑዮ ይኸውን ኢሉ ኸኣ ድሓር ዝበለ። ገሊኡ ብጣዕሚ ለጋስ እዩ። ክገልጽን ክግለጽ ከሎ ኸማን ኢዱ ቁሪጹ ይህበካ ክሳዕ ዝበሃል ይኸውን። ንዘለዎ ኩሉ ይህብ፣ ንሰባት ክህብ ከሎ ደስ ዝብሎ እዩ። ትገሊኡ ድማ ፈጺሙ ኢዱ ይዝርግሓለይ። በቃ በይ። እቲ ገሊኡ ቀልጢፉ ድውስን እዩ። ገለ ነገር ክውስን ከሎ ቅልጢፍ ይቕልጥፍ። እቲ ገሊኡ ድማ ንሓንቲ ቀላል ነገር ክገዝእ ድዩ ክውስን እኳ ንክንደይ ሰባት የማኽር። እረ ክንደይ ድና ክንጽብጽቦ። ባህርያትና በበይኑ እዩ። ካብ ዝጠቐስናዮ ናይ ናይቲ ክስብ ወይ ናይቲ ምስሊ ሰባት ብምንታይ ይገልጹኻ፣ ብምንታይ ይገልጹኺ፣ ብምንታይ ይገልጹኒ፣ እዚ ባህርያትና እንተ ደኣ ፈሊጥና እንታይ ዓንተብ እዩ ዝበልናዮ? ከነመሓይሾ ዘለና ከዓ ከነመሓይሽ ብዙሕ ይጠቕመና። መን እየ መን እየ ኢልካ ምሕታት ዓቢ ረብሓ ኣለዎ። ስም ኣዝዩ ክቡር እዩ መጽሓፍ ቅዱስ ከምኡ ምዃኑ እዩ ዝገልጾ ስም ብጣዕሚ ክቡር እዩ መን ተባሂልካ ከም ትጽዋዕ ብጣዕሚ ክቡር እዩ ስም ክብል ከሎ መን ኢኻ ሰባት ዝብሉኻ እንታይ ኢሎም ይጽውዑኻ እቲ ዓቃል ሰብኣይ ወይስ እቲ ዓቕሊ ዘይብሉ እቲ ሓራቕ ወይስ እቲ ትዕግስተኛ እቲ ቅሱን ወይስ እቲ ድልበሎ ክገብር ዝኽእል ንኻልኦት ስለ ካልኦት ውን ዝሓሊ? እቲ ህውኽ ወይስ እቲ ህዱእ? እንታይ ዓይነት ቅጽልና ሃቡና ብዛዕባና ይዛረቡ ሰባት እንታይ ይብሉና ወሳናይ ብሕልፊ ተደጋጋሚ ዝብሉና እንተደኣ ኮይኑ። ሰባት ደጋጊሞም ዝብሉና እንተድኣ ኮይኑ ናይ ሓቂ ብዙሓት ዝረኣይዎ እንድሕር ኮይኑ ካብ ሓቂ ወጻኢ ከይከውን ይኽእል እዩ። ናብኡሲ ዝቐረበ ነገራት ኣለዎ። ኩሉ ትኽክል እዩ ማለት ኣይኮነን ከምዚ ናይ የሱስ ክርስቶስ ዝረኣናዩ ግን ዝመሳሰል ነገር ኣለዎ እሞ ከነመሓይሾ ዘለና ምን ኽነመሓይሽ ይጠቕመና። ስለ ባህርያት ሰባት ዘጽንዑ ተመራመርቲ ሳይንስ፣ ንባህርያት ናይ ሰባት ኣብ ኣርባዕተ ገይሮም ብዙሕ ግዜ ይመቕልዎ። ኣብ ኣርባዕተ ይምቀል። ገሊኦም ብዛዕባ እተፈላለየ ኣስማት ይህብዎ፣ ገሊኦም ብቕርጽታት ይገልጽዎ፣ እንታይ ማለተይ እየ፣ ገሊኦም ሰለስተ ማእዝን፣ ክቢ፣ ገለመለ ገይሮም ይገልጽዎ፣ ገሊኦም ብዛዕባ ናይ ባህርያት ናይ እንስሳ ዝመስል ገይሮም እዚ ነዚ ዓይነት ባህሪ ናይ እንስሳ ይመስል ኢሎም ብእንስሳት ይገልጽዎ። ስለዚ እዘን ኣርባዕተ ባህርያት ኣለዋ። ብዛዕባ እዘን ኣርባዕተ ባህርያት ህድእ ኢልና ክንርኢ ደስ ይብለኒ። ካብዘን ኣርባዕተ ባህርያት እዚኣተን ዝጸበቐት እዚኣ እያ ዝበሃል የብለንን። እዚኣ ትጽብቕ፣ እዚኣ ጥዕምቲ ባህሪ ዝበሃል ነገር የብለንን። ኩለን ጽቡቕን ሕማቕን ኣለወን። ስለዚ እዚኣ እያ ባህሪኻ ክበሃል ከሎ ሕማቕ ማለት ኣይኮነን። ሓደ ካልኣይ ድማ ሓደ ሰብሲ እዚኣ ባህሪ እዚኣ ጥራይ ይሕዝ ማለት እውን ኣይኮነን። ግን ብምእታዊ ክረኣ ከሎ ዝበዝሐ ካብዚኣ ክህልዎ ይኽእል ወይ ካብዚኣ ክህልዎ ይኽእል፣ ካብ ኣርባዕቲኤን ሓንቲኤን ይህልዎ ማለት እዩ። ስለዚ ካብ ሓንቲ ንምሳሌ ሓምሳ ካብ ሚእቲ እንተ ኣለዎ እተን ካልኦት እንድሕር ተደሚረን ወይ ሓምሳ ቀረባ ኮይነን እታ ድበዝሐት ንሳ እያ ንርኢ ዘለና ማለት ምናልባት ገሊኡ ድማ ኣብቲ ሓንቲ ሰማንያ ካብ ሚእቲ ክህልዎ ይኽእል እዩ። እቲ ገሊኡ ምናልባት ማዕረ ዳርጋ ዝመስል ተመቓቐለ ክህልዎ ይኽእል እዩ። ካብ ሰለስተ ነገራት ወይ ክልተ ነገራት። ቀዳማይ እንታይ ኢልና እዘን ኣርባዕተ ባህርያት እዚኣ ዝጠዓመት ወይ እዚኣ ዝጸበቐት ዝበሃል የብሉን። ካልኣይ እዘን ኣርባዕተ ባህርያት ሓንቲ ወይ ክልተ ጥራይ ኣለካ ማለት እውን ኣይከይከውን ይኽእል እዩ። ወይ ሓንቲ ጥራይ ኣላትካ እዩ ማለት ኣይኮነን። ክልተ ክህሉ ይኽእል፣ ሰለስተ ካብኡ ክህሉ ይኽእል እዩ። ካብ ሚእቲ ገለ ፐርሰንት። ገለ ሚእታዊ ካብዚኣ ይህልወካ፣ ካብዚኣ ኸኣ ገለ ሚእታዊ ይህልወካ፣ ከምኡ እተዛነቐ ነገር እዩ። እዚ ኻብ ተረዳእና፣ እዘን ኣርባዕተ ባህርያት ብእንግሊዝ ቅድም ክነግረኩም እሞ ናብቲ ትግርኛ ከመይ ዝተርጎምክዎ ኣብ መጽሓፈይ ካብኡ ክነልዕል ኢና። እዘን ኣርባዕተ ባህርያት ዲስክ ኢሎም ካብ ዝጸሓፍዋ፣

ብትግርኛ ከምዚ ኢለ ተርጉሜና ኣለኹ እዚኣ ዶሚናንት ትብል ዓብላሊ እያ ስለዚ ዓብላሊ ኢልና ክንዛረበሉ ኢና እቲ ኢንፍሉዌንሻል ድማ ማራኺ እቲ ኤስ ስተዲ ድማ ቅውም እቲ ኮንሽንሽስ ድማ ጥንቁቕ ሒዝኩመን ክትኮኑ ተስፋ ገብር እቲ ዓብላሊ ኣሎ ማራኺ ኣሎ ደሓር ቅዉም ኣሎ ደሓር ድማ ጥንቁቕ ኣሎ። ኣየናይ ትመስለካ ትኹን ንዓኻ ወይ ኣየነይቲ ትመስለኪ ትኹን ንዓኺ? እቲ ዓብላሊ ክንሪኦ ብሓንሳብ እደሊ ኣለኹ መጀመርያ ንሱ ብዙሕ ነገር ዕብልል ዘብል እዩ ቅልጡፍ እዩ ስራሓት ክገብር ድጓየ እዩ ይሓስብ ኣርሒቑ ይርኢ ይገብር ድማ ክገብር ከሎ እቲ ዕላምኡ ክፍጸም ምእንቲ ዘለዎ ኩሉ ሓይሊ ይጥቀም። ኣብ ዘረባ ይዕብልለካ፣ ኣብ ስራሕ ይዕብልለካ መራሒ እዩ። እቲ ማራኺኸ እንታይ ይመስል? ሰባት ዕጉግ ይብልዎ ጥቕኡ። ንብዙሓት እዩ ዝማርኽ። ተጻዋታይ እዩ። ፍትው እዩ ጥዑም መልሓስ ኣለዎ ሰባት ቀሪቦም ሲ ብዙሕ ነገር የማኽርዎ ካብኡ ይወስዱ ሃህ ኢሎም ሰባት ምስኡ ድጠብቁ እዮም ደስ ኢልዎ ምስኡ ይኸዱ እዚ ሰብ እዚ ብዛዕባ ፍቕሪ ሰብ እዩ ዝግደስ እዚ ብዛዕባ ናይ ሰባት ሓጎሶምን ፀወትኦምን እዩ ዝያዳ ዘገድሶ እቲ ሳልሳይ እቲ ቅዉም ባህርይ ዝበልናዮ እዩ። ቅዉም ማለት ዘይለዋወጥ እዩ። እዚ ቅዉም እንብሎ ዘለና ሰብ ኣከዳድንኡ ነዊሕ ግዜ ድሕሪ ነዊሕ ጸኒሕካ ክትረኽቦ ኣለኻ ከምኣ እያ። ኣባጻጽራ ጸጉሩ ከምታ ናይ ቅድም ዝፈለጥካያ ከምኣ እያ። ሎሚ ደስ ኢልዎ ጸኒሑ ጽባሕ ጸልዩ ወይ ጽባሕ ኮርዩ ኣይትረኽቦን ኢኻ። ኩሉ ሳዕ ክትረኽቦ ከለኻ ዳርጋ ሓደ ዓይነት ባህሪ የርእየካ። እቲ ራብዓይ ንሱ ድማ እቲ ጥንቁቕ እዩ። እቲ ጥንቁቕ በቃ ትገብራ ነገር ኩላ ጌጋ ዘይብላ ክትከውን እዩ ዝቃለስ። ስለዚ ነቲ ዝገብሮ ተጠንቂቑ እዩ ዝሰርሖ። የንብብ እንድሕር ከመይ ጌርካ ሓደ ነገር ከም ዝስራሕ እንድሕር ጽሑፍ ረኺቡ ብምሉኡ እዩ ዘንብቦ። ካልእ ሰብ ስቕ ኢሉ ዝሓልፎ እውን ተጠንቂቑ እዩ ዘንብባ። እታ ነገር ሓንቲ ነገር ግበራ እንተኢልካዮ ወላ ቀሊል ዝኾነ ነቲ ቀሊልሲ ከመይ ገይሩ ከም ዝገብሮ ኣቐዲሙ ጠጠው ኢሉ ሓሲቡ መዚኑ እዩ ዝገብር። ኣብ ምግባር ጥራይ ዘይኮነስ ኣብ ምስራሕ ጥራይ ዘይኮነስ ኣብ ምዝራብ ውን ኣዝዩ ጥንቁቕ እዩ። ስለዚ ነቲ ዝገብሮ ተጠንቂቑ ስለ ዝገብሮ ክጋገ ኣይፈቱን። እዚኤን ባህርያት እዚኣተን እተን ኣርባዕተ እየን። እምበኣር ሓንሳብ ዶ ክንደግመን እቲ ሓደ ዓብላሊ ኢልናዮ እዚ ኣብ እዋን ወግእ ብጣዕሚ የድሊ። እቲ ዓብላሊ'ቲ መራሒ ንኺድ ንዝመት ዝብል ወሳናይ ቆራጽ ውሳኔ ይውስን። ኣብኡ ድማ ኣብቲ ዝወሰኖ ድማ ይኸይድ ሒዙካ ይኸይድ። ከምዚ ዓይነት ሰብ ኣብ ምምራሕ ኣብ ስልጣን ናይ ቤተ መንግስቲ ድዩ? ወይ ስልጣን ናይ ሓደ ዓቢ ካምፓኒ ድዩ ኩባንያ ድዩ ኣብ ከምኡ ክሰርሕ ከሎ ነቲ ሰብ ኣትሒዞም የዋፍሮም ድሪኦ ነገር ኣሎ ክብጻሕ ደለዎ ነገር ኣሎ የብጻሓካ ቁጽሪ ክልተ እቲ ፍትው ዝበልናዮ ንሱ ሰባት ሽግሮም ድቅደፍ ኣብኦም ኣብኡ ደፍኩሱ ንሱ ምስ ሰባት ወጃዕ ዝብል ደዕልል ደጻውት ድስሕቅ ምናልባት ብገለ ነገር ፍትው ስለ ዝኾነ ብዓለም ደረጃ ውን ክኾን ይኽእል ኣዝዩ ፍትው ይኸውን እሞ ምስ ምስቲ ሰብኣይ ንዕኡ ዝሪእዎ ንዕኡ ክመስሉ ዝደልዩ ብዙሓት ይህልውዎ። እቲ ቅውም ኣይቀያየርን እዩ። ሓድሽ ሓድሽ ባህሪ ኣይትሪእሉን ኢኻ። ሓድሽ ነገር ክገብር ኣይደልን እዩ። ነቲ ሒዝዎ ዘሎ ቅውም ዕጉብ እዩ። ስለዚ ኣይቀያየርን እዩ። ሓደ ሰብኣይ እንተዘይብሉኒ። ኣብ ዝቕመጠሉ ከተማ ጨጉሮም ኣፍሮ እዩ። ሕጂ ዕድሚኦም ድማ ዕብይ ኢሎም እዮም። ደሓር ሓደ ሰብ ብናብኦም ከይዱ መጺኡሲ ኣቱም ኣቦ እዚ ፋሽን ተቐይሩ እዩ እዚ ኣፍሮ እሞ ጽቡቕ ድማ ጨጉሮም ምሉእ እዩ። እዚ ጨጉሪሲ ሕጽር ኣብልዎ ኢሉዎም። ደሓን እንታይ ግድኻ ወደይ ኢሎም ኩላ ሰብ ናባይ ክትመጽእ እያ ዘይራ ኢሎም። ዝክሩ እንተድኣ ኮንኩም ናይ ኣፍሮ ግዜ ነይሩ ድሓር ናይ ገለ ዓመታት ሓጺር ናይ ጨጉሪ ነይሩ ሕጂ ተመሊሱ ናብ ኣፍሮ መጺኡ እቶም ሰብኣይ ከም ዝበሎ ናይ ሓቂ ኣብኣ መጺኦም ንሶም ግን ከምታ ዝነበሩ ኣፍሮ ሒዞም ጸኒሖም ጨጉሮም ኣፍሮ ዝነበረ ክሳብ ሕጂ ኣፍሮ ኣሎ ቅውም እዮም ማለት እዩ እቲ ራብዓይ ድማ እንታይ ኢለ ጥንቁቕ ንሱ ድማ ነታ ዝገብራ ተጠንቂቑ የንብብ ተጠንቂቑ ይዛረብ ተጠንቂቑ ይኸይድ ጌጋ ክገብር ዘይፈቱ ሰብ ኣብ ስራሕና ኣብ ቤትና ኣብ ቤተሰብና ደለዉ ሰባት እንተ ንመዝን ብሕልፊ ገሊኦም ብጣዕሚ ዓብለልቲ ዝኾኑ ዓብላሊ ዝኾነ ባህሪ ዘለዎም መራሕቲ ዝኾኑ ሰባት ኣለዉ ንፈልጦም ኣለዉ ዶ በቃ ቅልጥፍ ኢሉ በቃ ክመርሕ እዩ ዝደሊ ይመርሕ እዚ ከምዚ ዓይነት ሰብ ምእንቲ ከነለልዮ ይዳፋእ እዩ ክዳፋእ ከሎ ምንም ፀገም የብሉ ንሰባት ከይጎድእ ገለ ኣይኮነን ሓሳቡ እዚ ሰብ እዚ ዓላማ ኣለዎ በዓል ዓላማ እዩ ዓላምኡ ክፍጸም እዩ እቲ ቀንዲ ጉያ ናቱ ስለዚ በቲ መንገዲ ክትከይድ ከለኻ ንሰባት እንተ እንተ እንተረኺብካዮሲ ንዕኡ ሰባት ከይጉድኡ ሰባት ከይሓዝኑ ዝብል ሕማም ኣይኮነን ዘለዎ እዚ ሰብ እዚ ይዳፋእ ይገብር በዓል ዕላማ ድማ እዩ እንታይ የሐጉሶ ነዚ ሰብ'ዚ? ነዚ ሰብ'ዚ ዘሐጉሶ ዓወት እታ ዝሓሰባ፣ እታ ዝረኣያ ዓወት ንዓኣ ምርካቡ እዩ ሓጎሱ። እዚ ዓብላሊ ሰብ'ዚ። ንዓብላሊ ሰብ'ከ እታ ዝፈርሓ እንታይ እያ? እታ ዝጸልኣ ነገር እንታይ እዩ? ነታ ዕላምኡ፣ ጀሚሩ ክገብራ እንድሕር ደይኪኢሉ እንድሕር ወዲቃቶ ተዓላምኡ እዩ በቃ ኩምሽሽ ዝብል ድጸንዓ ድስበር ድሓዝን ድጉሂ እንተ ደኣ እቲ ዕላምኡ ዘይኮይኑሉ ጥራይ ከይጠሉኒ ዝብል ሓሳብ የብሉን ኦር ከምቲ ቅድም እንድዩ ነይሩ ከምቲ ናይ ቅድም ንቀጽል ዝብል ሓሳብ የብሉን እንታይ ደኣ ንቀጽል ንኺድ በሃላይ። ንጽባሕ ዝረኣዮ ነገር ኣሎ። ኣብዚ ግዜ እዚ ንቤተሰቡን ክጎድእ ይኽእል፣ ነዝማዱ ክጎድእ ይኽእል፣ ሓዳሩ ክጎድእ ይኽእል እንተ ዘይተጠንቂቑ። ምክንያቱ ዓብይ ዝረኣዮ ነገር ኣሎ ንዕኡ ክጓየ ክብል ማለት እዩ። እቲ ፍትው ዝኾነ እቲ ማራኺ ዝበልናዮ። ንሱ፣ ሰባት ተኣኪቦም ንዕኦም ከስሕቖም ደስ ይብሎ። ሰባት ክሕጎሱሉ ይደሊ። ዓላምኡ፣ እታ ናይ ልቡ ደስ፣ እታ ሓጎስ፣ እታ ንሓጎስ ልቡ እንታይ እያ? ሰባት ክሕጎሱሉ ከለዉ፣ ሰባት ክፈትዉዎ ከለዉ እዩ ዝዕጎስ። ናቱ ዓባይ ውርደት ወይ ዓባይ ጸገሙ ወይ ድቃስ ዝስእን መዓስ እዩ? ሰባት ዝጸልእዎ እንተ መሲልዎ? በቃ እንድሕር ሰባት ጸሊኦሞ በቃ እንድሕር ሰብ ድረኣያ ወዳ ድሓን ሓዲርካ ከመይ ሓዲርካ ኢሉ ብስርዓት ሰላም ዘይበሎ በቃ እዚ ሰብ እዚ ብዙሕ ግዜ ዓላማ ዘለዎ ኣይኮነ ብኣንጻሩ ምስ ሓደ ተራኺቡ ጸንሕ እናዕለለ ከሎ እንድሕር ዕላል ጥዒምዎ ካልእ ቆጸሩ ኩሉ ይርሳዕ ሓደ ነገር ክገብር ኢሉ ዝሓሰቦ ነገር ካልእ ሰብ ስልኪ ደዊሉሉ ኣብ ስልኪ ከዕልል በቃ በቃ ይርሳዕ ሓዲ ተዝብሎ ወይ ከይገበረ ኩይኑ ይፍስህ ሰብ እዙይ ፍትው ክኸውን ስለ ዝደሊ ሓድ ዓይነት ባህሪ የብሉን ኩሉ ሰብ ምስቲ ዝሓዘነ ዝሓዘነ ይፀንሕ ምስቲ ተሓጎሰ ተሕጎስ ዝፀንሕ ኣብኡ ስምዒቱ ብዙሕ እዩ ዝግለፅ ስለዚ ስምዒቱ ዝገልፅ ሰብ እዩ ስምዒት ካልኦት ድማ ዝርዳእ ሰብ እዩ ብዛዕባ ስምዒት ናይ ካልኦት ይግደስ ስምዒቱ ድማ ይገልፅ ቁም ዝበልናዮ እቲ ኣኻይድኡ ፍሉጥ ናቱ ዓቢ ዓወቱ እንታይ እዩ ለውጢ ከይገበረ ንነዊሕ ምጽንሑ እዩ እታ ሒዝዋ ዘሎ ሲባኣ ጽብቕቲ ምዃና ድሕሪ ነዊሕ ኣኺዳቶ በቃ እዚ ዓባይ ሓጎሱ እዩ እቲ ዝጸልኦ ነገር ድማ ኣብ ዓለም ለውጢ ክመጽእ ከሎ እዩ ንዓባ ቀይር ከምዚ ክትብሎ ከለኻ ለውጢ ይፈቱ እዩ እንታይ ንምንታይ ንቕይር በሃላይ እየ። ንዓባ ንቐይር ስራሕ ወላ ንምንታይ ይቕይር፣ ንዓባ ካድና ቀይር ንምንታይ ይቕይር፣ ንዓባ ፋሽን ይመጽእ ኣሎ ኣይመጽእን ኣይሄደ ኣይደልን እዩ። እዚ ሰብ እዚ ብዛዕባ ሰብ ምርኣዩ ኣይገድሶን ረኣዩኒ ኣይፈልጥን እዩ። ንዓይ ክትርእዩኒ ትብል ሓሳባት የብሉን የብሉን። ቅሱን እዩ። ሰላማዊ እዩ። ህዱእ እዩ። ንኻልኦት ኣይርብሽን እዩ። ለውጢ ክሳዕ ዘይመጸስ ንኹሉ ክጸውር ዝኽእል ሰብ ይኸውን። ለውጢ ክመጽእ ከሎ ግና ዓቕሉ ይጸልዎ። ከምዚ ዓይነት ሰብ ኣብ ቤት ሓደ ነገር ከምዚ ክንገብር ኢና ክበሃል ከሎ፣ ኣብ ቤተ ክርስቲያን ከምዚ ከምዚ ከም ዘይንገብር እሞ ለውጢ ክበሃል ከሎ በቃ ኣይክእልን እዩ። ምክንያቱ ናይ ለውጢ ሰብ ኣይኮነን። እቲ ጥንቁቕ ነታ ዝሰርሓ ነገር ክሰርሓ ከሎ ከይጋገ እዩ ዝፈርሕ እቲ ዓባይ ፍርሑ ጌጋ ከይገብር እዩ መዛራርኡ ከይጋገ በቲ ዝሰርሖ ነገር ዘሎ ከይጋገ ስለዚ እዚ ማንዋል ዝብልዎ እዚ ሓንቲ ነገር ከመይ ጌርካ ከም ትገጥማ ምሽ ኣብ ኣላ ወረቐት ነታ ወረቐት ወላ ቀላል ትኹን ነታ ቀላል እውን በብሓደ ቁፅሪ ሓደ ዝትገብር ቁፅሪ ክልተ ዝትገብር እንዳበለ እዩ ዝገብር ናይዚ ሰብ እዚ ዓብዪ ቁምነገር እንታይ እዩ ጥንቃቐ ዘድልዮ ነገር እንተ ኣሎ ነዚ ኢኻ ክትቦ ዘድልወካ ምክንያቱ ጥንቃቐ ስለ ዘድልዮ ተጠንቂቑ ከም ዝገብረልካ ስለ ትፈልጥ እዚ ሰብዚ ሕጊ ይፈቱ እዩ እዚ ሰብዚ ስርዓት ደስ ይብሎ ጥንቁቕ እዩ። ጽሩይ ነገራት ደስ ይብሎ፣ ስርዓት ዝሓዘ ክቕመጥ ከሎ ኣቀማምጣ ነገራቱ እኳ ጽሩይ እዩ። ነቲ ዝገብሮ እንድሕር ሓቲትካዮ ድማ ተረዲኦ ስለ ዝገብሮ ክደግመልካ ይኽእል። ሕጂ ጥንቁቕ ስለ ዝኾነ እዚኣ ከመይ ጌርካ ጌርካያ ክትብሎ ከለኻስ ናይ ሓውኻ ኣይኮነን ጌርዎ። ከምዚኣ ከምዚኣ ከምዚኣ ትገብር ድሓር ነዚኣ ትገብር እዚኣን እዚኣን እዚኣን እዚኣን ከኣ ከምዚ ተብጽሓልካ ይብለካ። እምበኣር ሓወይ ነየናይ ትመስል ኣየናይ ብዙሕ ዘላትካ ትመስል? እስኪ ነቲ ምሳኻ ዘሎ ሰብ ወይ ድቕርበካ ሰብ ሕተት። እዚኤን ኣርባዕተ ባህርያት ኣለዋ። ካብእን ከ እንታይ ትብለኒ እንተ ትብሎ እንታይ ይብለካ ሰብ? ከምቲ ሓንቲ ወይ ዝበልናያ ግን ገሊኡ ዓብላሊ ጥራይ ኣይኮነን። ዓብላሊ ብዙሕ ኣሎካ ግና ጥንቁቕ ድማ ኢኻ ክበሃል ይኽእል። ገለ ነገራት ወይ ሳልሳይ ድማ ከምዚ ከ ኣለካ ተባሂሉ ካብ ክልተ ወይ ሰለስተ ዘለዎ ሰብ ክህሉ ይኽእል። እሞ ባህሪኻ ዓይነይ ክትመስል ባህሪኺ ዓይነይ ክትመስል።
ባህርያት ናይ ሰብ ብዙሕ እኳ እንተኾነ ኣብ ኣርባዕተ ክኽፈል ይከኣል። እዚ ድማ ዓብላሊ፣ ማራኺ፣ ቁውም፣ ጥንቁቕ እዩ። እቲ ሓደ ባህሪ ካብቲ ሓደ ባህሪ ዝሓይሽ እቲ ሓደ ድማ ካብቲ ሓደ ዝንእስ ኣይኮነን። ግናሲ ኩሉ ነናቱ ዝመሓየሽን፣ ዝበራታዕን ጎኒ ኣለዎ። ባህርያት ናይ ሰብ ምፍላጥና ኣብ ቤትና፣ ኣብ ስራሕ፣ ኣብ ኩሉ ናብራና ነቲ ምስ ሰባት ዘለና ርክብ ቀሊል ይገብሮ'ዩ። ሎሚ እቲ ናይ መጀመርያ ክፋል ርኢና ኣለና። ኣብቲ ዝቕጽል ፕሮግራም ድማ ካልኣይ ክፋል ናይ ባህሪ ክንርኢ ኢና። ስጋዕ ሽዑ ተኸታተልቲ መደብና ብደሓን ጽንሑ እንዳበልና ናይ ሎሚ ፕሮግራምና ኣብዚ ወዲእና ኣለና።